ሓፍት ወይኒ እየ ወይኒ እያ ጸዲፋ ኣምጻኣትኒ ውይ ሊሊ እንታይ ኮይንኺ ኢኺ ከምዚ ከትኾኒ ዋ ከምዚ ከተሓሚ ንምንታይ ዓርስኺ ለይትሕሊ ንምንታይ ከምዚ ትገብሪ ሰላም ሰላም ሰላም ናይ ቻናለይ ተኸታተልቲ ሃሜናኹም ደሕና ድኹም ኣነ ሰላም ኣምላኽ ይመስገን በብናኹምዎ ሰላምኩም ብዝሕ ትርፍ የለለይ ባርኸስ ንቻናለይ ሓደስቲ ዝኾንኩም ላይክ ሰብስክራይብ ብምግባር ቤተሰብ ኹኑ ቤተሰበይ ድማ ብልሙድ ላይክን ሃናፂ ርኢቶኹም ኣብ ኮሜንት ምቕማጥ ተኽእልኩም ድማ ሸር ብምግባር ምብርታዕኹም ሃም ኩሉ ግዜ ኣይፈለየኒ ማለት እዩ ስለትገብሩለይ መበረታ ድማ ካብ ልቢ ካብ ልቢ የቐንየለይ ክረታየለይ ኩራት ቤተሰበይ እና ሎማ ሓንቲ ሓድሽ ገሻሕ ዘለኹም መፀንኹ ማለት እዩ ሊሊ ወይኒ ሓፍት ወይኒ እንዲ ስማ ኣጋጣሚ ሓዝክወይ እና መቸም መልክዓ ኮፍ ለና ያስመስልና ዓባይ ሓፍታ እየ ትለና ኣላ ማለት እዩ ቤተሰብ እንግዲህ ሊሊ ያው ሓማ ሆስፒታል ሃምልኣትት ሁላትና ንፈልጥ ኢና እና ያው ወይኒ ንሓፍታ ሕዛ ሽማግለ ሕዛ ኣምለ ከደት እና ሓፍታ ንወይኒ ያው ንልኻም ነነጋገረታ መጀመሪያ ከይዳ ኣነ ሓፍቲ ወይኒ እየ ብላታ ማለት እዩ ቤተሰብና ወይኒ እወ ኮፈሊ ኣብላታ ኮፍላና ንምንታይ ያው ስለዝገበረ ብጣዕሚ ለሕዝነካ ግን ሓፍተይ ያው ቤልኺ እያ ገብራቶ ዳም ከምዚ ዓይነት ሰብ ኣይኮንቲ ሓፍተይ ኣመል ሓፍተይ ይፈልጦ እየ ገለ ሰረታ ያው ሊሊ ብጣዕሚ እያ ኮርያ ማለት እዩ ቤተሰብና እንታይ እሞ ንእቱ ልደ ክመፅኺ ኣመል ሓፍቲ ክትፈልጥ እየ ትኮይን ምስ ሓፍቲ ክትረዳዳእ ክስቆም በኺ ሓፍተይ ከምዚኣ ትልደ ክመፅኺ ኣብላታ ማለት እዩ ልልና ኣላ ንንኦም ከይኮነስ ናይ ሊክስ ለል ኣተኣታትኽን ጥፍኣት ሓምሊ ኣለዎ ሓፍተይ ኣሊክስ ጥፍኣት ሓምሊ ኣለዎ ይፈልጥ እየ ያው ሓደ ሓደ ግዜ ልባምን ርጉዕን ትኾን ተለኻ ብጣዕሚ እዩ ፅቡቕ ማለት እዩ እና ብጣዕሚ ርግዕ ኢላ ስለ ዝረደአታ ሊሊ እውን ትርዳእ ክእላ ማለት እዩ እና ያው መጀመርያ ሊሊ ግን ምስ ትድናሃቶ ነገር ብጣዕሚ ገጭ ገጭ ብላታ ናብራ ማለት እዩ ቤተሰብና ኣይተሓዘላይ እውን ብሓቂ ማለት እዩ ምክንያቱም ሌና ትሕዛ እዚ ነገር ዝገጥምዋ ሕማም ተወስኽዎ ከቢድ እዩ ማለት እዩ ቤተሰብና እና ንምንታይ ነገራት ምስ ሓፍትኽ ለይተወዲ ለይትናገሪ ንምንታይ ኢላ እታ ላብ ኣነ ለምፀለክ ንምንታይ ላብ ኣነ መፅኺ ኣብላ ኣታሊሉ ማለት እዩና ኣነ በቃ ነገራቱ ከረድአኪ ያው ንዕናይ ስለ ዝበለት እንካውን ንኣሌክስ ረኸበ እውን ገረዶኦ እና ሰላም ክትፈጥራ ክትዕረቃ ይቅር ይቅር ክትበሃላ እየ መፀ እየ ኣብላተን ማለት እዩ እንግዲህ ይቅር ቅርታ ምግባር ናይ ዓብዪ ሰብ እዩ ናይ ዓብዪ ሰብ ባህሪ እዚ ማለት እዩ ዓብዪ ሰብ እዩ ይቅር ድብል ማለት እዩ ቤተሰብና ይቅርታ መሃል ብጣዕሚ ቆንጆ እዩ ይቅር በል ይቅር ንክብለካ ይብል ፈጣርና ለ ማለት እዩ ቤተሰብና ያው

እንግዲህ ወይን ሃምስትር ኣለኹማ ኣትያ ንምንታይ ሃምዚ ትኾኒ ንምንታይ ኣብዚ ስጋብ ትበጽሒ ንምንታይ ዓርሲ ክትጎዲ ብማለት ትጥይቃን ትጸርፋን ነብራ ማለት እዩ። ያው ኣብ ምኽሪ ጸርፊ ክለኩም ኣብ ምኽሪ ሃም ሓፍቲ መጠን ማለት እዩ። ቤተሰብ እንግዲህ ድራማ ድዩ ኖርማል ህይወት ድዩ ግን ብጣዕሚ ዝገርመካ ማለት እዩ። ብቻ ለኣክለንያ ገብረን መዓለ ማርያም በልዓ ኮይኑ ነገሩና ብቻ ግን ይቅር ይቅር መባለን ብጣዕሚ ደስ ዝብለካ ብጣዕሚ ማለት እዩ ኣነ ደስ ይብሉኒ እና ያው ኣንተ እውን ኣነ ስለትናደድኹ ኣብ ህልክ ስለልኣተኹ ኢላሚ ኣነ ንኣ ምንም ኣይገበረትኒ ባእሰይ ይኹን ቅምየተይ ይኹን ምስ ሰብኣየይ እዩ እያ ትብላ ሊሊ ማለት እዩ ምክንያቱ ንስኺ ንገርክኒ የብልኺ እሱ እዩ እቲ ጥፍኣት ትጥፋ ታው ኢሎ ኣሎ ያብላ ማለት እዩ እና ያው ህልክ ግን ንስል ጸፋዕኸኪ እውን ያው ህልክ ስለ ተሃለኪ ኹን ጸፍዐኪ ክጸፍዐኪ እውን ኣይነበረንን ሕማቅ ቃል ክናገረኪ እውን ኣይነበረኒ ምክንያቱ ሽዑ ግን ንዴት ስለ ዝነበረ ንስኺ እውን ዘየድሊ ቃላት ስለ ትናገርክኒ ኣነ እውን ጸፍዐኪ እና ምጽፋዕ ይኹን ዘየድሊ ቃል ምንጋር ለሰብሲ ጽቡቅ ኣይኮነይ። ያወዮ ኣብ ንዴታ ስሜት ስለልኮንኩት ሽዑ ግዜ እየ ድኣም ብማለት እንግዲህ መልሲ ዋታ ማለት ኢሉ ንወይኒ ወይኒ እውን ብጣዕሚ ይቅርታ ኣነ እውን ይልክ ስለልኾነ ሕማቅ ቃላት ተናግረኪ እየ።

ይቅርታ ተቃብላ ይቅር በሃልቲ ትኾን ተላ ብጣዕሚ ደስ ዝብሉኒ ኣነ ማለት እዩ ምክንያቱ ዘይናታ ሕዛ ቅም ምንም ስለለይጠቅማ ማለት እዩ ብዝሓ ልናሃቶ ግዜ ኣብ ኢድነ ማርያም እንትትሕዛሲ ቂምታ ብጣዕሚ ይኸብድ ማርያምን ቅምታ ብጣዕሚ ይኸብድ እና ያው ብቻ ግን ደስ ይልብለካ ብሓደ ገፅ ክሪኦ ተለካ ብጣዕሚ ደስ ዝብል እንኳዕ ይቅርታ ተቀበለታ ግን ወይኒ ከይልመደኪ ማለት እዩ ብሓቂ ከይልመደኪ ኣሕዋቲ ከምዚ ዓይነት ነገር ከይልመደና ብኣብ ሓዳር ማተኸላኸል ኸላት ለጠፋ ምሕምዛግ ያው እዞ እሳቶም ዋላ ብድራማ መልክ ይሕልፉ ወድኣም ኣብ ኖርማል ህይወት ለ ስለለሎ ማለት እዩ እኒ ከምዚ ዓይነት ነገርና ከምዚ ዓይነት ነገር ቴሌ ለምደና በሃልቲ እየ ብሓቂ ማለት እዩ። ምክንያቱ እንድይ ዓመት ዝሃነፅዎ ፍቅሪ ዝሃነፅዎ ሂወት ከምዚ ሓደ ሰብ ብለይሓሰብሉ ጣልቃ ኣትዩ ፋሕ ብጭር ተብለሉ ከቢድ እዩ ማለት እዩ። እና ካብ ፍቅሪ ናብ ሓዳር ካብ ሓዳር ናብ ቆልዓ ዝበፅሕሉ ግዜ ማለት እዩ ቤተሰብና ሃምዚ ላገለ ተካብዳ ኮይና ትበኪ ተላ ገለ እውን ብእውነት ኩሉ እዩ ትቆጥዑ ማለት እዩ ዋላ እቲ መልከቲ ከምቲ መልከቲ መጠን ብጣዕሚ ይቅር በቃ ብጣዕሚ ቅር ውልና ማለት እዩ ቤተሰብ እና ያው በለያ ይቅርታ ትብሉ ሃምዝትር ላኹመን ይቅር ይኹን ከስለለለታ ያው ወይን እውን ሓቕፋታ ማለት እዩ ሓቕፋ ሰላም ትብለን ትሰዓዕመን ንብለኩም ቤተሰብና ደስ ይብል ትቅር ቅር ማለን ብጣዕሚ ደስ ልብለካ እሱ ሃምለሎ ኮይኑ ግን ነጋ እውን መልስ ሃላፍቲ ነገር ተፃእቲ ትኾና ፅቡቅ ይኾን ይቅርታ ሃለን ሳናብ ህይወታ እሶም ናይ ህይወቶም ተኣትዮም ፅቡቅ እዮ ሃልቲ ኣነ ማለት እዩ ቤተሰብና ብቻ ግን ወይኒ ትበሃል ያው ካብኣታቶም ርሕቕ ተትሊ ናይ ባዕልኺ ሂወት ተትመርሒ ንሶም ውን ሂወቶም ተትመርሑ ማለት ንሶም ባዕሎም ኣለውዎ ባዕሎም ይፋለጡ ነገራት ዋላ ይበኣሱ ግን ትርሓቖም ኣይርሓቖም ነገራት ባዕሎም ክፈትሕዎ ባዕሎም ክዕረቑ እዮም እና ክዓርቕ እየ ከም እናፃላእኹ ሓደ ክገብሮም እየ ገለ እናበልካ ምውስኽኻ ኣዛ ቁስሊ ቁስሊ ከቢድ እዩ ማለት እዩ እና። ተዓረቕቲ ኮንኺሲ ሓድሓደ ነገር ሓድሓደ ግዜ እውን ተዓረቑ ከምፅላእ እኒኦ እና ወደ ሓለፈ እኮ ክዓርቖም እየ ይብላ እዩ እንግዲህ ለይኾን ቃላት ተነጋግረን ናብ ካልእ ነገር ለኣትያ ማለት እዩ እና ከምቲ ሕዛቶና ስቕላ ብኡ ተተርፍ እሶም ባዕሎም ሓደ ክኾኑ ባዕሎም ክዕረቑ ክኽእሉ እዮም ሃልቲ ኣነ ማለት እዩ እና ሐዚ እውን ተዓርቅና እኒሀና ንሳ ይቅር በላት እናሃመውላ መልሳ ናብ ናቱ ህይወት ትኣቲ ገለ ተኾይና ሐዚ እውን እቲ ነገር ላብ ልናውረኩም ምምላሰ እየ ተርፎይ ማለት እዩ ቤተሰብና ልልየ ግን ብጣዕሚ ለባም ዓባይ ሰብ ሓቂ ልሊ ትፀርፉ ሰባት ግን ብጣዕሚ ኢኹም ትገርሙ ማለት እዩ ሓያል እያ ሓያል እያ እንዴ ሓያል ትሕይል ግዴታ ብትፈትዮ ሰብ ሓያል ትኾነካ ዋ ትፈትዮ ሰብ ሃምዚ ላት ጨማለቐ ምስ ኻልቲ ኻልቲ ትከራኸር ተወስ ትከራኸር ገለሲ እንታይ እሞ ተሓየለት ተተኣሰት ተጻልአት ሲሜቢት እንዲዩ ሓያል እያ ሓያል ኢኺ ምናምን ድይልዩ ኮመንታት ሓያል ትኾን ነዋ ሰበይቲ ብትፈትዮ ንትፈትዮ ሰብ ኣሕልፍካ ድማ ይውሃብ እዩ ግዴታ እዩ ትሕይል ማለት እዩ እና ሓያለ ኣላውልኩም ሕማቅ ኮሜንት ኣይትጽሓፉላ ሓይሊ በደል ተድላ እንሃልየት ሌና ትሕዛ እንሃልየት ኣዟን ተድላ እንሃልየት ንስኩም ሓያል ኢኪ ኩሕሲ ኢኪ ከመይ ገብርኩ ንዓኪ ክሕዝ ክሓድር ገለ ዋእ ሼም እዩ እና በመጨረሻ ብምትዕራየን ግን ደስ ይልና ኣነ ፍፁም ይግበረለን ሙሉ ይግበረለን ማለት እዩ። ቤተሰብና ሀማይ ደስ ለለኩም እውን ኣብ ኮሜንት ኣምጡ። እንግዲህ ወይዘሮ ወይን እውን ህይወት ክንክትመርሓ ተስፋ ንገብር ናብኣቶም ጣልቃ ንከይትኣትያ ማለት እዩ። ተስፋ ንገብርን ቤትና እና ናይ ሎማዓንቲ ቪድዮ እዚ መስል ምነብሩ ማለት እዩ ቤተሰብ ብቐፃሊ ቪድዮ እስካብ ንራኸብ ሰሰናይ ንኦልከ ብስክ ሰናወተኩ ማለት እዩ ድጋሚ ፀፅቡቕ ተጥዑም መመቻ ደበለ ንዓኹም ናበልኩ ብዝክ ሰናወተኩም ማለት እዩ ቤተሰበይ ባይ ባይ